ሰላም ከመይ ትቕኒ ፍትዋት ተኸታተልቲ ኢንግሊሽ ዊዝ ቤሪ ናይ ሎማዓንቲ ክላስና ኢትስ ጎነ ቢ ኣባውት ናውንስ ናውንስ ናውንስ ናውንስ ኣጀክቲቭስ ፕሮናውንስ ታእዮም ገለ ናይ ብዙሓት ሕቶ እዩ ሶ ቱደይ ዊ ኣር ጎና ፎከስ ኦን ዲ ናውንስ ፓርት ናውንስ ዝበሃሉ እንታይ እዮም ምክንያቱ ሓደ ሰብ ኣጀክቲቭስ ክምሃር ወይ ኣጀክቲቭስ ክፈልጥ እንድሕር ደልዩ The first thing is like knowing and identifying nouns. Okay? So nouns ዝበሃሉ እንታይ ምዃኖም ብደንቢ ፍትፍት ኣቢልና ክንበልዖም ኢና ክሳብ መወዳእታ ሓቢርኩም ንፅንሑ ብደንቢ ንክርዳእኩም ኦኬ ህፁፃት ኣለኹም ኣብ ውሽጢ ክልተ ደቂቃ ኣብ ውሽጢ ሰለስተ ደቂቃ ኩሉ ፍትፍት ኣቢልኩም ክትበልዕዎ ትኽእሉ ከምኣ ጌርካ ትብላዕ እንጀራ ጥራሕ እያ ኦኬ ትምህርቲ ኮይኑ ኢት ቴክስ ታይም ራይት ያ ሶ ሓደሽቲ ዝኾንኩም ዶን ፎርጌት ቱ ሰብስክራይብ ይጠቕሞም ትብሎም ሰባት ሼር ገበሩሎም ተፈቲኹም ላይክ ተዘይፈቲኹም ከዓ ኣጆኹም ዋላ ዲስላይክ እውን መሰልኩም እዩ ዝኸልአኩም የለን ኦኬ ሶ ሌትስ ፋስት ዘ ለሰን ናውስ ማለት እንታይ ማለት እዩ ስም ማለት እዩ ብካሊእ ባህላ ወይ ካምቲ ትግርኛ ስም ናይ ዝኾነ ነገር መፀውዒ ኦኬ ግን ብዙሓት ዓይነት ስማት እዮም ዘለዉ ንኣብነት ከባቢ ዓሰርተ ዓይነት ናውንስ ኣለዉ ኮመን ናውንስ ዝበሃሉ ፕሮፐር ናውንስ ኣብስትራክት ናውንስ ኢሎም ር ላይክ ኦልሞስት ቴን ዓሰርተ ከባቢ ዝኾኑ ኢልና ንፈልዮም ግን ዓሰርተ ከባቢ ምዃኖም ስናርን ኢሹ ዝኾነ ዓሰርተ ዓይነት ናውንስ ኣለዎ ገለ መለልኩም ኣኽቢድኩም ኣይትንገርዎ ከም ትኩሉ ሻዕ ዝብለኩም ማለት እዩ ከይረሳዕኽዋ ድማ ኖት ሓዙ ኖት ኖት ዘይሓዝካ ካብዚኣ ትወፅእ ኩላኻ ኦኬ መትሒዝኩም ብደንቢ ጌርኩም ተኸታተሉ ኣነ እዚ ጎረረይ ክሳብ ዝነቅዕ ዘምህር ዘለኹ ንክትልወጡ እዩ ኦኬ ሶ ናውንስ ዓሰርተ ምዃኖም ዘይኮነት ዋና ግን እንታይ ዓይነት ኣለዉ ንኸመይ ከንጥቀመሎም ዝብል ምፍላጥ እዩ ኦኬ እቲ ፎከስና ኣይትረስዕዎ ዓሰርተ ምዃኖም ስለ ዝፈለጥኩም እንግሊሽ ኣይትዛረቡን እንታይ ደኣ ከመይ ጌርና ናውን እንታይ ንክንዛረብ ይጠቕመና ናውን ከመይ ኢና ንጥቀመሉ ዝብል እንድሕር ፈሊጥና ግን ውል ቢ በረር ኦኬ ንኣብነት ከመይ ዓይነት ኣለዉ ንፒፕል ንቦታታት ንነገራት ንጥቀመሎም መፀውዒ ኮመን ይበሃሉ ኦኬ ንኣብነት እዞም ኮመን ናውንስ ዝበሃሉ ብዛዕባ ሪሊጅን ክኸውን ይኽእል እዩ ሃይማኖታት ቦታታት ከተማታት ኦኬ ሕጂ እዚኣቶም መፀውዒ ኮመን ናውንስ ይበሃሉ ኮመን ናውንስ ማለት ሌትሰይ ንሃይማኖት እንሆ መፀውዒ ኣሎ ናውን እዩ ንኣብነት ሃይማኖት ኦኬ ስም ምሽ ሃይማኖት ሽም እዩ ኦኬ ሃይማኖት ማለት መፀውዒ ናይ ሰብ ሃይማኖት ዘይኮንኩ ዝብለክ ዘለኹ ሪሊጅን እቲ እምነት ኦኬ ሶ ሃይማኖት ወይ እምነት ክንብል ከለና መፀውዒ እዩ እንታይ ዓይነት ሃይማኖት ከዓ እንደገና ብደንብ ጌርና ኣይደንቲፋይ ክንገብሮ ንኽእል ኦኬ እሺ ሰው እዚኦም ኮመን እንድሕር ኮይኖም ኮመን ማለት ሕጂ ንዝኾነ ይኹን ሃይማኖት ሃይማኖት ኢልና ንፅውዖ እምነት ኢልና ንጽውዕዎ ዶ እንታይ ዓይነት እምነት ንዝብል ድማ ፕሮፐር ናውንስ ይበሃሉ እንታይ ዓይነት እምነት ንኣብነት ሌትሰይ ክርስትያን ክኸውን ይኽእል ሙስሊም ክኸውን ይኽእል ኦር ኣነር ዝኾነ ይኹን እምነት ወይ ሃይማኖት ዝኾነ መፀውዕ ኣለዎ ዶ ኦኬ ንሰባት እውን ንማን ንኣብነት ኣልበርት ኣንስታይን ድሕር ኢልና ሕዚ ሰብ እዩ ሰብ ሰብ ክንብል ከለና ኣነ ሰብ ንስኻ ሰብ ንስኺ ሰብ ኩላና ሰባት ራይት ግን መን ንዝብል ድማ ካልእ መፀውዕ ከኣለን ንኣብነት ኣይ ኣም ብርሃን ዩ ኣር ዝኾነ መፀውዒ ሽም ኣለኩም ኩላሃትኩም ኦኬ ሶ እሱ ንባዕሉ ናውን ይበሃል ኦኬ ሶ ቢካዝ እስ ኔም ራይት ኔም ግን እንታይ ዓይነት ኔም ዝብል ኣይደንቲፋይ ክንገብሮ ኣለና ሌት ሰይ ክንደይ ዓይነት ሽማት ኣለዉ እዩ እቲ ፕሮፐር ዝበሃል ዘሎ ላይክ ሕጂ ንኣብነት ካንትሪ ንብል ኦኬ ካንትሪ እንታይ እዩ ሽም እዩ ግን ወይኑ ሰይን ኣብነት ኢትዮጵያ ኤርትራ ወይ ካናዳ ወይ ዝኾነ እንድሕር ኢልና ድማ ስውን ሽም እዩ ግን ስፔሲፊክ ይኸውን ኣሎ ኦኬ ሶ ኮመን ናውንስ ዝበሃሉ ኮመን ንብለሉ ዘለና ምክንያት ላይክ ንዝኾነ ይኹን እምነት ታይላ ንፅውዑ ንኣብነት ክርስትያን ሙስሊም ወይ ዝኾነ ናይ ህንዲ ካልኦት እምነታት ብቻ እንታይ ኢልና ንፅውዓ ንዓቶም ሃይማኖት ወይ ድማ እምነት ኢልና ንፅውዖም ስለዚ እዚ ኮመን ኔም እዩ ንኩሎም ንዝኾነ ይኹን ሓደ ኣምላኸ ኢሉ ንዝልምን ሰብ ላይክ ኣለዎ ናይ ባዕሉ ግን እንታይ ኢና ንብሎ ንሱ ሃይማኖት እንታይ ዓይነት ሃይማኖት ዝብል ከዓ ካሊእ ሰባት ፕሮፖርናውን ስፔሲፊክ ንገብሮ ኣለና ወይ ድማ ሞር ንውሽጢ እንዳእተና ንኸይድ ኣለና ማለት እዩ ኦኬ ኮመን ክበሃል ከሎ ብላዕሊ ብሽፉኑ ንኣብነት ካንትሪ ተይልና ሃገር ምሽ እንታይ ዓይነት ሃገር ወይ ድማ ኣየነይቲ ሃገር ዝብል ድማ ኢትዮጵያ ዲና ክንብል ኤርትራ ዲና ክንብል ዩጋንዳ ዲና ክንብል ካናዳ ዲና ክንብል ኢንዲፐንድስ ኦኬ ሶ እሱ ንባዕሉ ሽም እዩ ካናዳ ሽም እዩ ራይት ኦኬ ሃገር ተይልናኸ ሽም እዩ መፀውዒ ኦኬ ሶ ኮመን ንብሎም ዘለና ንሃገር ንሃይማኖት ወይ ንፒፕል ኢንጀነራል ዝውሃብ መፀውዒ ኮመን ይበሃል ማለት እዩ ተረዲእካ የርድእኩም ኣለስኹም ከ ኦኬ ኤን ፕሮፐር ዝበሃል ከዓ ሞር ስፔሲፊክ እዩ ሴም ብዛዕባ ቦታ ክኸውን ይኽእል ብዛዕባ ሪሊዥን ክኸውን ይኽእል ግን እንታይ ዓይነት ሪሊዥን ዝብል ሜንሽን ይግበር ብዛዕባ ብዛዕባ ዝኾነ ሰብ ክኸውን ይኽእል ግን መን ሰብ ኦኬ ኣይደንቲፋይ ንገብሮ ማለት እዩ እቲ ካልእ ድማ ኣብስትራክት ናውንስ ይበሃል ኣብስትራክት እንታይ ማለት እዩ ኣብስትራክት ንኣብነት ፔይንቲንግ ስእሊ ቅብኣ ኣብስትራክት ክበሃል ሰሚዕኩም ትፈልጡ ዶ ዩ ካንት ላይክ ዝኾነ ሕቡእ ነገር ዘለዎ ማለት እዩ ወን ኢት ካምስ ቱ ናውንስ ከዓ ኣብስትራክት ክንብል ከለና ብሓሙሽቲኦም ህዋሳትና ድዩ ዝበሃል ሓቂ ብሓሙሽቲኦም ህዋሳትና ክንድስሶ ወይ ከዓ ኣይደንቲፋይ ክንገብሮ ዘይንኽእል ክንጥዕሞ ዘይንኽእል ክንሰምዖ ዘይንኽእል ክንድስሶ ዘይንኽእል ክንሪኦ ክነጫኖ ዘይንኽእል ማለት እዩ ኦኬ ሶ ኣብስትራክት ይበሃሉ ከምዚኦም ዓይነት ናውንስ ሌትስ ቢሊፍ እምነት

We not talking about love ፍቕርስ ክድህሰስ ዝኽእል ነገር ኣይኮነን ወይ ከምዚ መረዳእታ ከተቕርበሉ ትኽእል ነገር ኣይኮንካን ኢትስ ኣባውት ላይክ ኢነር ፊሊንግ ሶ ከም ፍቕሪ እምነት ጭንቀት ጎበዝ ጭንቀት ከምዚኦም ዓይነት ኣብስትራክት ይበሃሉ ማለት እዩ ኣብስትራክት ናውንስ ኦኬ ንኣብነት ጭንቀት መፀውዒ ምሽ ሓደ ሰብ ብዝኾነ ሓሳብ ክትሓዝ ከሎ ወይ ከዓ ዓቕሙ ንላዕል ብዝኾነ ነገር ክሓስብ ከሎ እንታይ እንታይ ኢልና እንታይ እኒኤዎ ንብል ጭንቀት ኣለዎ ኦኬ ሶ ጭንቀት እንታይ እዩ መፀውዒ ናይቲ ዝካየድ ዘሎ ፕሮሰስ ወይ ከዓ ናይቲ ዝክ- ናይቲ ዝኸውን ዘሎ ነገር ማለት እዩ ሶ ከምዚኦም ዓይነት ድማ ኣብስትራክት ይበሃሉ ሶ ኣብስትራክት ምዃኑ ዳዝ ማረር ሕጂ ኣብስትራክት ምባሎም ኮመን ኢልና ንፅውዖም እዚኦም እዮም ገለ ዝብል ዘይኮነ ትኩረት ትገብሩ ንክትዛረቡሎም ከለኹም ግን ከመይ ትጥቀሙሎም ወይ ክንዛረበሎም ከለናን ከመይ ንጥቀመሎም ኣብ ዝብል ክኸውን ኣለዎ ትኩረትና ማለት እዩ እዚኦም መጀመርያ ኣዲትፋይ ክንገብሮም እሞ ካብኡ ቀፂልና ድማ ሕድሕድ ብኣብነት ክንሪኦም ኢና ኦኬ ካልእ ንኣብነት ኩርዓት ፕራይድ ሓጎስ ሃፒነስ እዚኣቶም ኩሎም ኣብ ኣብስትራክት እዮም ዝምደቡ ማለት እዩ ቢካዝ ዩ ከንት ሃፒነስ ይስማዕ ድዩ we don't okay ንጥዕሞ ኢና ኣይንጥዕሞን ኣብ ልብና ኣይረደኖ ግን ኣብ መልሓስካ ጥዒምካ ኣይደንቲፋይ ዝግበር ነገር ኣይኮነን ነጫኖ ኖ ንድህስሶ ኖ ስለዚ ካብዚኣቶም ወፃኢ ንሪኦ ዓይን ካብቲ ሓሙሽተ ህዋሳት ይሓቀይ ካብኦም እንዲ ዓይን ኦኬ ሶ ረሲዐዮ ማለት እዩ ስፒን ሎንግ ታይም ሲንስ እዚኦም ካብ ንምሃሮም ሃወቨር ካብዚኣቶም ካብዞም ሓሙሽተ ወሳትና ካብኦም ወፃኢ ማለት ካብ ብኣኣቶም ቼክ ክንገብሮ ንኽእል ነገር ተዘይኮይኑ ዊኮሊት ኣብስትራክት ይበሃል ማለት እዩ ዝኾነ ሂድን ነገር እዩ ሃፒነስ ሂድን እዩ ፕራይድ ንኣብነት ኩርዓት ኢትስ ኣባውት ላይክ ናይ ውሽጢ መንነት እዩ ከምቶም ቅድም ዝበልናዮም ድማ ኩሎም ጭንቀት ንኣብነት ኢልና ኦኬ ሶ ዊ ካል ደም ኣብስትራክት ናይ ኣብስትራክት ተጻራር ድማ ኮንክሪት ናውንስ ይበሃሉ እንታይ እዮም እዚኣቶም እንታይ ተጸቢኻ ንኣብነት ኣብስትራክት ክንድሶም ዘይንኽእል ወይ በቶም ሓሙሽተ ህዋሳትና ቼክ ክንገብሮም ዘይንኽእል ድሕርና እዮም ኮንክሪት ናውንስ ዝበሃሉ ከዓ ኣለዉ ሳቶም ከዓ ተፃረርቲ እዮም ናይ መን ናይ ኣብስትራክት ሶ እንታይ እዮም በቶም ሓሙሽተ ህዋሳትና ቼክ ክንገብሮ ንኽእል ነገር ንኣብነት ክንሰምዖ ንኽእል ክንሪኦ ንኽእል ክንደስሶ ንኽእል ኦኬ ክንጥዕሞ ወይ ክነጫኑ ንኽእል ነገር ማለት እዩ እሺ ንኣብነት ከን ግሚ ኣን ኤግዛምፕል ኦኬ ንኣብነት ኣፕል ትጥዕሞ ምሽ ኣፕል እንታይ እዩ ኣፕል መፀውዒ ናይ ዝኾነ ሓደ ፍሩት እዩ ኦኬ ሕጂ ንኣብነት ፍሩት እንድሕር ኢልናን ኣፕል እንድሕር ኢልናን እንታይ ይፈላለዮም ፍሩት ማለት ንኩሉ ኖ ሆልድ ኦን ፍሩት ማለት ንኩሉ ኣትክልቲ ኣሜን ላይክ ንኩሉ ፍሩታታት ኦኬ ንህቦ መፀውዒ እዩ ኦኬ ኮመን ይበሃል እንታይ ዓይነት ፍሩት ኣፕል እንድሕር ኢልካ ድማ ፕሮፐር ናውን ይኸውን ኣሎ ማለት እዩ ኦኬ ተራ ብደንቢ ኣይደንቲፋይ እንታይ ዓይነት ፍሩት ዝብል ድማ ብደንቢ ንገልፆ ኣለና ካብቲ ግን መፀውዒ እዩ ፍሩታዊ መፀውዒ እዩ ኣፕል እውን መፀውዒ ሽም እዩ ማለት እዩ ኦኬ ሶ ኣብዚ ኮንክሪት ተባሂሉ ዝኒኤ ንምንታይ እዩ ብደንቢ ቼክ ክንገብሮ ክንደስሶ ክንጥዕሞ ንኽእል ነገር ስለ ዝኾነ ንኣብነት ኣፕል ብጣዕሚ ክንፈልዩ ንኽእል ኢና ኦኬ ብጨና ኣይደኖ ወረበር ግን ጥዒምና ኣብ ፍልዩ ክንብሎ ንኽእል ነገር እዩ ንኣብነት ሂር ኢዝ ላዮን ኣንበሳ ብዓይና ንሪኦ ኦኬ ስለዚ ለያይ ምዃኑ ኣይደንቲፋይ ንገብሮ ኣለና ማለት እዩ ሶ ከምዚኦም ዓይነት ብዓይንና ወይ በፍንጫና ወይ ብእዝንና ብእዝና ማለት ብምስማዕ በፍንጫና ብምጭናው ኣፍና ጥዒምና ብዓይንና ድማ ብምርኣይ ኦር ብኢድና ተች ጌርና ሰንስ ክንገብሮም ንኽእል ነገራት ዊኮል ደም ኮንክሪት ናውንስ ኦኬ ካልእ ካውንተብል ናውንስ ይበሃሉ ኦኬ ተቆፀርቲ ወይ ድማ ዝቁፀሩ ናውንስ ዝቁፀሩ ስማት ንኣብነት ወይን ዊሰይ ፔንስል

ካውንተብል እዩ ኣፕል እንታይ እዩ ካውንት ዝግበር እዩ ፔንስል ክቁፀር ዝኽእል እዩ ኦኬ ሰው ከምዚኦም ዝቁፀሩ ነገራት ድማ ወይ ኮል ደም ካውንተብል ናውንስ ካውንተብል እንታይ ማለት እዩ ተቆፃራይ ወይ ድማ ክቁፀር ዝኽእል ኣንካውንተብል ዘይቁፀር ኣንካውንተብል ናውንስ ዝበሃሉ እውን ኣለዉ ኦኬ ሶ በዓል መን እዮም ንኣብነት ሚልክ ሚልክ ይቁፀር ድዩ ብመለክዒ ኢና ንቆጽሮ እምበር ንኣብነት ለይትሰይ ብሊትር ወይ ብኪሎ ጌርና እምበር ዝቁጸር ነገር ኣይኮነን ኦኬ ሚልክስ ኣይንብልን ኦኬ ክበዝሕ ዝኽእል ነገር ኣይኮነን ማለት እዩ ቢካዝ ኦፍ እንታይ ደኣ ነቲ ሊትር ኢና ሊተርስ ንብሎ ኦኬ ቱ ሊተርስ ክንብል ንኽእል ኦኬ ስለዚ ነቲ ሊትር እዩ ዝቁፀር እምበር ዊ ዶን ካውንት ሚልክ ዊ ዶን ካውንት ሱጋር ሽኮር ይቁፀር ድዩ ኣዮ ጸር ነይ ኢልና ንቆጽሮ ነቲ ኪሎ ኦኬ ንኣብነት ለይት ሰይ ሓደ ኪሎ ክልተ ኪሎ ሽኮር ኢልና ንቆጽር እምበር ሓደ ሽኮር ክልተ ሽኮር ልክዕ ከምቲ ሓደ ኣፕል ክልተ ኣፕል ንብሎ ዋን ስገር ቱ ስገርስ ኣይንብልን ራይት ኦኬ ሶ ቢካዝ ኦፍ ዲስ ዊ ኮል ደም ኣንካውንተብል ናውንስ ይበሃሉ ማለት እዩ ባይዘ ወይ እዚኦም ሽሞም ዝነግረኩም ዘለኹ ኣብቲ ሽም ንክትጭነቑ ወይ ድማ ትኽረት ንክትገብሩ ዘይኮነ ግን ኣይደንቲፋይ ጌርኩሞ ትፀንሑ መወድሓር

ኣይቲ ፉድ ዝበሃል እንግሊሽ ግን የለን ባይዞ ዝኾነ ሰብ ክብል ሰሚዐ ነረ ሕዚ መፅያትለይ ፉድ ኢዝ ኣንካውንታብል ስለዚ ከምዚ ኢልና ብናምበር ክንገልፆ ንኽእል ነገር ኣይኮነን ማለት እዩ ካልእ ዋተር ማይ እውን ዝቁፀር ነገር ኣይኮነን ኢትስ ኣንካውንታብል ስለዚ መፀውዒ እዩ ናይ ሓደ ምንም ፅሩይ ዝኾነ ፈሳሲ መፀዊዒው ዊኮሊት ዋተር ስሙ እዩ ኦኬ ግን ኢትስ ኣንካውንቴብል እንታይ ዓይነት ሽም እዩ እንድሕር ኢልና ድማ ኣንካውንቴብል እቲ ካልእ ድማ ኮምፓውንድ ናውንስ ይበሃሉ ኮምፓውንድ ናውንስ ክበሃሉ ከለዉ ካብ ክልተ ናእሽቱ ቃላት ኮምባይን ኮይኖም ዝወፁ ሓደ ናውን ማለት እዩ ኦኬ ንኣብነት ቴክስት ኤንድ ቡክ ዊ ካል ኢት ቴክስት ቡክ ቴክስት ቡክ ኦኬ መፀውዒ ቴክስት ቡክ መፅሓፍ ምሽ ኦኬ ሶ ዊ ካል ኢት ቴክስት ቡክ ማለት እዩ ከምዚኦም ዓይነት ድማ ዊ ካል ደም ኮምፓውንድ ናውንስ ኮምፓውንድ እንታይ ማለት እዩ ናይ ክልተ ነገራት ጥምረት ኦኬ ናይ ክልተ ነገራት ጥምረት ካልእ ሲ ፉድ ንኣብነት ናይ ባሕሪ ምግብታት ማለት እዩ ሶ ዊ ካል ኢት ሲ ፉድ ሲ ባሕሪ እዩ ፉድ ምግቢ እዩ ወን ኢት ካምስ ቱጌዘር ሲ ፉድ ናይ ባሕሪ ምግብታት ይኸውን ኣሎ ካልእ ሰንፍላወር Sunflower okay flower ሓደ ዕምበባ እዩ ሰን ፀሓያ so we call it sunflower እዚ ናይ ሱፍ ዕምበባ okay so እዚኣቶም we call them compound nouns ኣብኡ ከለኹ እቶም ሽሞም እቶም ሽማት ትርጉሞም እንዳሓዝኩሞም ኦኬ ንኣብነት ኮምፓውንድ እንታይ ኢለኩም ናይ ክልተ ነገራት ጥምረት ካውንተብል ኤንድ ኣንካውንተብል ካውንተብል
ዝቁፀሩ ዝቁፀሩ ኤግዛምፕል ኣፕል ሩም
ግድን ፍሩት ጥራሕ ኣይኮነን ባይ ዝወይ ኦኬ ኤግዛምፕል ፍሩት ሂብና ኣለና ማለት ፍሩት ጥራሕ ኩሉ ሻዕ ከይትገብርዎ ኦኬ ከምቲ ከዓ ጣፍ ወረር ሚልክ ዝኾነ ንምቁፃር ዘይጥዕሙ ነገራት ፈሰስቲ ወይ ድማ ከምዞም ንኣብነት ሽኮር ደቂቕ ነገር ስለ ዝኾነ ሽኮር ከምዚ ገይሩ ዝቆፅር ሰብ ሪኢኹም ትፈልጡ ሜቢ ዝኾነ ፀገም እንተዘይሃልዩና ማለት እዩ ጣፍ እውን ልክዕ ከምኡ እዞም ደቀቕቲ ዳጉሻ ጣፍ ገለመለ ዝበሃሉ እውን ልክዕ ከምኡ ይከልደም ኣንካውንቴብል ማለት እዩ ሶ ካውንቴብል ካውንት ማለት እንታይ ማለት እዩ ብሓፂሩ ካውንት ምቁፃር ማለት እዩ ኦኬ ሌትስ ሰይ ቅርሺ ሂበኩም ቅርሺ ሂበኩም ደን ኣይ ሰይ ላይክ ካውንት ኢት ካውንት ኢት ተይለ ቁፀርዎ ወይ ቁፀርዮ ወይ ቁፀሮ ይብለኩም ኣለኹ ማለት እዩ ኦኬ ሶ ካውንት ማለት ምቁፃር ማለት እዩ ሶ ካውንቴብል ካውንት ኤብል ኤብል እንታይ ማለት እዩ ዝከኣል ክቁፀር ዝከኣል ኣን እንተመፅኡ ነቲ ካውንት ቴብል ኣይ እንተጌርናሉ ብቕድሚት ከዓ ኣፍራስ ይኾነሉ ሶ ኣን ካውንት ቴብል ዘይቁፀር ማለት እዩ ኦኬ ኢዝ ኢት ክሊር እቲ ካልእ ኮሌክቲቭ ናውንስ ኮሌክቲቭ ናውንስ ማለት ኮሌክት ማለት እንታይ ማለት እዩ ምእካብ ኦኬ ንኣብነት ሌትሰይ Collect the clothes እንድሕር ኢለ እቲ ክዳውንቲ ኣክቦ ወይ እቲ ክዳውንቲ ኣክብዮ ይብል ኣለኹ ማለት እዩ ስለዚ ኮሌክት ማለት ምእካብ ንኣብነት ኮሌክሽን ክበሃል ሰሚዕኩም ትፈልጡ ኮሌክሽን ኦፍ ሶንግስ ኦር ሳምቲንግ ናይ ሙዚቃታት እኽብካብ ወይ ናይ ደርፍታት እኽብካብ ኮሌክሽን ይበሃል ኦኬ ወይ ጥምረት እኽብካብ እዩ ዝገልጾ ብደንቢ ያ ኮሌክሽን ዝበሃሉ ወይ ከዓ ኮሌክቲቭ ናውንስ ዝበሃሉ እንታይ እዮም ፋሚሊ ግሩፕ ሕጂ ንኣብነት ጉጅለ ተይልና መፀውዒ ሽም እዩ ራይት ጉጅለ እንታይ ንኣብነት ጉጅለ ኣንበሳ ጉጅለ ነብሪ ገለገለ ንብል ኔርና ቃልዕ ኮይና ኦኬ ሰ በዘይ ንበኣስን ግን ጉጅለ መፀውዒ እዩ ንድ ወይኑ ሰይ ግሩፕ ማለት እዩ ፋሚሊ እንድሕር ኢልና እውን ስድራ መፀውዒ እዩ ስድራ ክንብል ከለና ግን እሰ ኮሌክቲቭ ና ውን ምክንያቱ ኣብቲ ውሽጢ ስድራ ሓወሎ ሓፍትሎ ኣደ ኣቦ ኦኬ ናሓጎ ገለገለ እዚኦም ስለ ዘለዉ ዊካሌት ኮሌክቲቭ ማለት እዩ። ካሊእ ንኣብነት ኦዲየንስ ኦዲየንስ ማለት ኦዲየንስ እንታይ ይበሃል ብትግርኛ? ኦዲየንስ እያ ብትግርኛ ምሽ ኦዲየንስ ማለት ሕጂ ለይትሰ ኣብዚ ሓደ መድረክ መራሕ ኣሎ ተፍታሕቲ ዘሎ እተፍታሕቲ ዘሎ ህዝቢ ወዲ ዊኮሊት ኦዲየንስ ኦኬ ስለዚ ኦዲየንስ እውን ናይ ህዝቢ ወይ ናይ ሰባት እክብካብ እዩ ያ ብበዝሒ ዘይኮነ ግን በቃ ሙርዛን ቲው ዝኾኑ ነገራት እኽብካብ ንምግላፅ ማለት እዩ ግሩፕ ተይልና ከም ልምዲ እንታይ ኢና ንብሎ ክንደይ ወደንስ ኣለካ ማለት ክንደይ በዝሒ ዝኒኤካ ክንደይ ኦኬ ያ እስካውን ቴብል ሰባት ዝቁፀሩ ሰባት ስለንቁፀር ክንደይ ኦዲየንስ ኣለካ ክበሃል ይኽእል እዩ ግን ፖይንት ኦፍ ዚ ኦዲየንስ ፋሚሊ ግሩፕ ኦር ሳምቲንግ ንርኢ ዘለና ንምንታይ እዩ ኮሌክቲቭ ዝበሃሉ ኣለዉ ኦኬ ሕጂ ንኣብነት ኢንሄር ኦዲየንስ ክንብል ከለና ኮሌክቲቭ ናውን እዩ ኦኬ ንኩሉ ብሓበራ ይፅውዑ ዘሎም ንኩሎም እቶም ኣብኡ ዘለዉ ነቲ ጉጅለ ናይ ሰባት ዝኾነ መፀውዒ ሂብና የለና እንታይ ኢልና ኦዲየንስ ኢልናዮ ሓው ሓፍቲ ገለገለ ናቶም እኽከ ድማ ፋሚሊ ሶ እዚ ብሓበራ ዝተዋህቦ ሽም እዩ ስቲል ሽም እዩ ኦኬ ናውን ዝብል ነገር እንታይ ኢለኩም እየ ሽም ግን ኣብቲ ውሽጢ ሽም ከዓ ሽም ዝሓዘሉ ሰባት ከዓ ኣለዉ ንኣብነት እብቲ ኦዲየንስ ኩሎም ናይ ባዕሎም መፀውዒ ኣለዎም ሶ ፕሮፐር ዝኸውን ኣሎ ማለት እዩ ንሶም ከዓ ናይ ባዕሎም ስፔሲፊክ ዝኾነ መፀውዒ ከዓ ኣለዎም ንኣብነት ካፕል ሕዚ ኦዲየንስ ድዩ
ካፕል ካፕል ያ ሽም እዩ ኦፍኮርስ ናይ ክልተ ሰባት ኮምቢኔሽን ማለት እዩ ኦድየንስ ኣይኮነን ካፕል ኦድየንስ ኣይኮነን ኮሌክቲቭ ክትብል ትኽእል ኢልካ ኮሌክቲቭ እዩ ኦድየንስ ግን ኣይኮነን ኦድየንስ ማለት እኮ ልክዕ ከም ካፕል እኮ ርእሱ ዝኸኣለ እዩ እኒኤ ኦድየንስ ማለት ልክዕ ከም ፋሚሊ ኦድየንስ ምሽ ኢልናዮ ስለዚኦም ኣነ ከመይ ድየ ሒዘ ሕዚ ፋሚሊ እኒኦ ዶ Yeah. እዚ ቆልዓ ሰበይቲ ገለ ተኣኪቦም ዝፈጥርዎ ካፕል እውን ክልተ ፍቑራት ተ- Of course. ክልተ ተፈላለዮም ዝፈጥርዎ ከምኡ መሲልኒ ብሓባርስ መፀውዒ ሽም ማለት እዩ ኮሌክቲቭ ኦኬ እቲ ካልእ ድማ ሲንጉላር ናውንስ ኦኬ ሲንጉላር ናውንስ ክንብል ከለና ንሓደ ንሓደ ኣኒማል እዩ ንሓደ ፐርሰን እዩ ብቻ ግን ንሓደ ነገር ዝውሃብ መፀውዒ እዩ ኦኬ ሌትስ ሴይ እዚ እንታይ ክንብል ንኽእል ካት ዶግ ራት ኦር ሳምቲንግ ካልእ ድማ ነገራት እውን ንኣይድያ ንኣይድያ ማለት ሕጂ ንኣብነት ሄሮ ጅግና ነው የሚባል ኦኬ ሰው ሄሮ ሄሮይን ሄሮ ማለት ጅግና ሄሮይን ድማ ንጓል ተነስተይቲ ጅግና ማለት እዩ ኦኬ ኣረ ነው ብትግርኛ እንታይ ይበሃል ንኩለ ጅግና ዋዕሮ ይበሃል ጅግና ንምባል ኣይ ኣንበሳ ተልካ ወይ ነብሪ ተልካ ንትወዱ ኦፍኮርስ ዋዕሮ ክትብላ ትኽእል ኢኻ ንዓ እምበር ጀግና ኢልካ ፀኒሕካ ዋዕሮ ስለዚ ሜክሰንስ ንኣብነት ብምሓርኛ ጀግና ንወዲ ጀግኒት ከዓ ንጓል ተነስተይቲ ምሽ ትግርኛ ከ ትፈልጥዎ ተሃሊኹም ኣብዚኣ ክልተ ሓደ ኢና ዘለና ኣብ ኮመንት ፀሓፉልና ኦኬ ፕሉራል ናውንስ ድማ ቅድም እንታይ ኢልና ንሓደ ነገር ምሽ ኢልና ነርና ንሓደ ፐርሰን ሓደ ኣኒማ ኦር ሳምቲንግ ኦር ፎር ዋን ኣይድያ ኢልና እዮም ሲንጉላር ዝበሃሉ ኢልና ነርና ኦኬ ሶ ፕሉራል ከ ከመይ ክኾኑ ትፅበ
ካት
ሲንጉላር ማለት ንሓደ ማለት እዩ ፕሉራል ከኣ ንብዙሓት ማለት እዩ ኦኬ ሶ ካትስ ዶግስ
ያ ሕጂ ከምዚኦም ዓይነት ድማ ፕሉራል ይበሃሉ ማለት እዩ ኩሉ ሻዕ ተኣብየኒ ፕሉራል ልመድዋ ንስኹም ኦኬ ነዚ ሰሚዖም ከይተበላሽዋ ሌት ሰይ ር ኣር ፎር ዊንዶውስ ኢን ሩም እንታይ ማለት እዩ ዊንዶው ማዕፆ ኦኬ ዊንዶውስ ኢልና ኣለና ስለዚ ዊንዶውስ ኢልና ኣለና እንታይ ማለት እዩ ፕሉራል ተጠቂምና ኣለና ፕሉራል ፎርም ናይቲ ዊንዶው ንኣብነት ዊንዶው ተኮይኑ ኢትስ ሲንጉላር ምሽ ሲንግል እዩ ንሓንቲ ማለት እዩ there is a window in the room እንድሕር ኢልና ኣብቲ ክፍሊ መስኮት ኣሎ ኦኬ there are four windows in the room እንድሕር ኢልና ድማ ኣርባዕተ መሳኹቲ ኣለዎ እቲ ክፍሊ ንብለና ማለት እዩ ወይ ከዓ ኣብቲ ክፍሊ ኣርባዕተ መሳኹቲ ኣለዋ ሶ እቲ ሲንጉላር ኤንድ ፕሉራል ዝበልናዮ ኣብዚ ይኸውን ኣሎ there is a window in the room እንድሕር ኢልና እንታይ ይኸውን ኣሎ ሲንጉላር ንጥቀም ኣለና because we are talking about one window there are four windows in the room እንድሕር ኢልና ድማ ኣርባዕተ መሳኹቲ ኣብቲ ክፍሊ ኣለዋ ወይ ድማ ኣብዚ ክፍሊ ኣለዋ ንብል ኣለና ማለት እዩ ሶ እቲ ቅድመ ቢለ ዝብለኩም ዝፀናሕኩ ሲንጉላር ወይ ድማ ፕሉራል ዝበሃሉ ፎርምስ ንዚኦ እዮም ዝጠቕሙና ኦኬ ሕጂ ንኣብነት ብዛዕባ ብዙሓት ክንዛረብ እንድሕር ኮይና ዊንዶው ኣይንብልን ደር ኣር ፎር ዊንዶው ኢን ዘሩም ኣይንብልን ኦኬ ደር ኣር ፎር ዊንዶው ኢን ዘሩም ተይልና ኢራር ኢራር ጌጋ ንእዎ ሰንተንስ ንምንታይ ዊ ኣር ቶኪን ኣባውት ኣርባዕተ ኣርባዕተ መሳኹቲ ኢና ንዛረብ ዘለና ኢብን ብትግርኛ እንታይ ንብል እቲ ክፍሊ መስኮት ኣለዎ እቲ ክፍሊ ኣርባዕተ መሳኹቲ ኣለዎ ኦኬ ትክክለኛ ትግርኛ ንሱ እዩ ሶ ደር ኣር ፎር እንድሕር ኢልና ዊንዶውስ ኢና ንብል ማለት እዩ ኢዚ ትክሊር

ሳምቲንግ ዊች ኢዝ ካውንተብል ኦኬ ንኣብነት እቲ ዊንዶው ኢልና ካት ዶግ ኦር ሳምቲንግ ኤልስ ብቻ ግን ክንቆፅሮ ንኽእል ነገር ብሲንጉላር ወይ ድማ ፕሉራል ዝብል ነገር ክንህቦ ንኽእል ኢና ስለዚ ስጋር እንታይ ይኸውንል ማለት እዩ ትቕደም ቢልና ዝረኣናዮ ኣንካውንቴብል ናውን ማለት እዩ The teeth of the lion are sharp. The teeth of the lion are sharp. ኦኬ ናይ ናይ ላዮን ኣይ ናይ ኣንበሳ ኣስናን ሻርፕ እዩ ወይ ከዓ በሊሕ ኦኬ ሻርፕ ሻርፕ ማለት በሊሕ ማለት እዩ ዶ ከዓ ጎቲም ድዩ ዝበሃል ጎታም ኦኬ ሶ ኣብዚ ዊች ኢዝ ደ ናውን ቲዝ ቲዝ ኦኬ ለዮም ናውን ይኮይኑ ያ ርዝ እሱ ደኣ ኢልናዮም ኩን ኣብነት ሓንቲ ወካት እንድሕር ኢልና ለዮም ናውን ዘይኮነሉ ምክንያት ኣሎ ንኣብነት ዊዝደም ዊዝደም ካምስ ዊዝ ኤጅ ኦኬ ዊዝደም ወይ ጥበብ ምስ ዕድመ እዩ ዝመፅእ ኦኬ ጥበብ እንታይ እዩ እኒኤ ጥበብ ንድህስሶ ንኽእል ክንሰምዖ ንኽእል ኦኬ ኦፍ ኮርስ ጥበብ ክንሰምዖ ኢና ግን ላይክ ሰሚዕኻ ጥበብ እዩ ኦር ሳምቲንግ ኢልካ ኣይደንቲፋይ ዝግበር ነገር ኣይኮነን ሕጂ ለይትሰይ ከመይ ጌር ክረዳኩም ድምፂ ናይ ከልቢ ሰሚዕና ክነብሕስ ከልቢ ምዃኑ ንፈልጦ ኢና ኦኬ ጥበብ ግን ዝኾነ ልክዕ ከምቲ ጭንቀት ኦር ሳምቲንግ ዝበልናዮ ወይ ከምቲ ፍቕሪ ዝበልናዮ ብውሽጥና ኣይደንቲፋይ ንገብሮ ነገር እዩ ሶ ዊዝደም ካምስ ዊዘን ኤጅ ሶ ኣብስትራክት ዳውን ይኸውን ኣሎ ማለት እዩ ይጋደል ኦኬ ካልእ the cheese is delicious the cheese is delicious እሺ እቲ ቺዝ እዩ ኒኤት ናውን ግን ሕጂ ንኣብነት ኣጀክቲቭ ኣይን ይመስለኩም እዚ ኣጀክቲቭ ማለት ንዞም ናውን ኢልና ንፅውዖም ዘለና ሕጂ ኣብስትራክት ይኹን ካውንተብል ይኹን ኣንካውንቴብል ይኹን ኮመን ይኹን ፕሮፐር ይኹን ዝኾነ ይኹን ዓይነት ናውን ዝኾነ ይኹን ዓይነት ናውን ነቲ ናውን ዝገልጽ ነገር እንታይ ንብሎ ኣጀክቲቭ ይበሃል ኣጀክቲቭ ማለት a word which explains or talks about the noun ናውን ማለት እዞም ሕጂ ክንብሎም ዝጸናሕና እዮም ክደሰሱ ዘይኽእሉ ኣብስትራክት ክኾኑ ይኽእሉ ዝንክኡ ዝቑፀሩ ዘይቑፀሩ ፕሮፐር ኮመን ኮመን ከምቲ ዝበልኩም ሃገር እምነት ገለ ፕሮፐር ከኣ ነቲ ኮመን ኢልና ብሽፉኑ ዝበልናዮ ንዑ ብዲተይል ንኣብነት ከምዚ ሃይማኖት ኢልና ድሕር ጸኒሕና ኣብ ኮመን ወይኑ ካምቲ ፕሮፐር ናውን ከኣታ ይኸውን ኣሎ ማለት እዩ እቲ ሃይማኖት ዓይነቱ ንገልጸ ኣለና ማለት እዩ ንዚኣቶም ዝገልጽ እንድሕር ኮይኑ ተረዲእኩም ንዚኣቶም ዝገልጽ እንድሕር ኮይኑ ኣጀክቲቭ ይበሃል ኦኬ ስለዚ ዘ ቺዝ ኢዝ ደሊሽየስ ኢልናዮ ጥዑም እዩ ንብሎ ኣለና ኣየን ቺዝ ስለዚ ነቲ ቺዝ ጣዕሙ ድዩ መልክዑ ድዩ ዓይነቱ ድዩ ሕብሩ ድዩ ዝገልጽ እንድሕር ኮይኑ ዊ ካል ኢት ኣጀክቲቭ ሌት ሴ ደ ሃኒ ኢዝ ስዊት ደ ሃኒ ኢዝ ስዊት ኦፍ ኮርስ ሃኒ ኢዝ ስዊት ግን ስኢልካ ከም ንምባል ማለት እዩ ኣለካ ምሽ ከምዚ ሕጂ ካብ መዓርና መዓር ጥዑም እዩ እዚ መዓር ዝንብሎ ሶ ደ ሃኒ ኢዝ ስዊት እቲ መዓር ጥዑም እዩ ሶ ጥዑም ንመን ይገልፅ ኣሎ እዚ ንመዓር ኦኬ ስለዚ መዓር እንታይ እዩ ማለት እዩ ናውን እዩ መፀውዒ እዩ ኦፍኮርስ ሓደ ጥዑም ካብ ናህብ ዝስራሕ ነገር እንታይ ንብሎ ካብ ሓርኢ ንህቢ እዮም ዝብሉ ሓቂ ኣይግበሮ ብቻ so I'm just kidding um, so ነቲ ካብ ናህብ ዝስራሕ ነገር we call it ሃኒ ወይ ከዓ መዓር so ነቲ መዓር ጣዕሙ ድዩ ኳሊቱ ኳሊቲ ናይቲ መዓር ድዩ በዝሑ ድዩ ዓይነቱ ድዩ ሕብሩ ድዩ ዝገልጽ ነገር ኣጀክቲቭ ይበሃል ማለት እዩ ስለዚ ብዛዕባ ኣጀክቲቭ ካብዚ ንላዕሊ ተወሲኸ ትናውን ክትርስዕዎ ኢኹም ስለዚ ናውን ከምቶም ሎም መዓንቲ ዝረኣናዮም ይመስሉ ኣይሆፕ ተረዲኦምኹም ክኾኑ ተዘይተረዲኢኩም ተዘይተረዲኢኩም ብዛዕባ ሰንተንስ ኢልኩም ነርኩም ኣብ ላስት ለሰን ብዛዕባ ሰንተንስ ደጋጊም ክስርሕልና ኢልኩምኒ ኣሮን ሃቭ ኤኒ ፕሮብለም ኦኬ ክሰርሐልኩም እየ ደጋጊመ ጥራሕ ንዓኹም ይረዳእኹም ከምቲ ዝብለኩም ግን ብሓፂር ኣነ እውን ብዙሕ ትኽኽ ከይበልኩም እንታ ክትክእሉ ኖት ሓዙ ኖት ኖት ብጣዕሚ ኣገዳሲ ነገር እዩ ሶ ብዛዕባ ናውን እውን ክድገመልኩም ትደልይዎ ነገር እንድሕር ድኣ ሃልዩ ወይ እዚኣስ ከምዚ ጌርካ መረዳእካ ትብሎ ነገር ተሃልዩ ስቲል ሓሳብ ይቕበል እየ ኣብ ኮመንት ሴክሽን ኣቐምጡለይ ተፈቲኹሞ ዶን ፎርጌት ቱ ላይክ ሰብስክራይብ ዘይገበርኩም ኩለኹም ትእዛዝ እያ እዚኣ ሰብስክራይብ ገበሩ ሶ ሌትስ ሚት ኦን ደ ኔክስት ክላስ ባይ